ሰላም ክቡራት ተኸታተልቲ ስኔማ ሰመረ ከመይ ጸኒሕኹም? መቸም ኣብ ኩሉ ሸነኻትኩም ምቾት ክትህልዉ ናይ ወትሩ ትምኒትና ዩ። ብኹሉ ነቕርበልኩም ዘለና መደባትና ሕጉሳት ክትኮኑ እናተመነና ከምቲ ወትሩ ንዓኹም ንምዝናይን ሓበሬታ ንምትሕልላፍን እንጽዕሮ ሕጂ ውን ንዓኹም ይበቅዕ'ዩ ዝበልናዮ ሓድሽ ዛዕባ ሒዝና ደበኽ ኢልናኩም ኣለና። ቅድሚ ምጅማርና ግን ሓደራኹም ላይክ ሼር ሳብስክራይብ ብምግባር ከተተባብዑናን ሓሓዲሹ ክበጽሓኩም ድማ ናይ መዘኻኸሪ ቓጭል ጭር ከተቡሉን እናተላበና ስንቅና ሞራል ያሞ ምትብባዕኹም ኣይፈለየና ንብል ንሕጂ ድማ ታሪኽ ሂወት ሓደ ካብቶም ውሩያት ኮሜድያን ሃገርና ዝኾነ ኮሜድያን ደራስን ኣላዪ መደብን ኤርምያስ ኪዳነ ኤርሚለ ዘለዎ ብቕዓትን ዝድስስ መደብ ኢና ሒዝናልኩም መጺና ዘለና ክሳብ ፍጻመ ብጽሞና ክትከታተሉና እናዓደምኩ ናብቲ መደብ የስግረኩም። ሰናይ ምክትታል። ሓደ ካብቶም ውሩያት ኣለይቲ መድረኽን ኮሜድያናት ሃገርና እዩ። ኤርሚለ ብተረካቢ ዘረባታት፣ ዋዛታትን ፍሉይ ሳዕስዒትን ምንቅስቓሳትን እዩ ዝፍለጥ። ኮሜድያናት ካብ ዋዛን ላግጽን ተፈልዮም ስለ ዘይረኣዩ፣ መዓልታዊ ህይወቶም ልክዕ ከምቲ ኮሜድያዊ ስርሖም ዝመስሎም ብዙሓት ሰባት እዮም። በዚ መንጽር ከኣ ኣብ ቀጻሊ ምንቅስቓሶም ዝተፈላለየ ነገራት ከም ዘጋጥሞም እዮም ዝዛረቡ። ኮሜድያን ሰብ ምስሓቕ ስለ ዝኾነ ሓሳብ ልቡ ንዝኾነ ነገር ብዓይኒ ኮሜዲ ርእዩ መስሓቕ ክቕይሮ ወትሩ ምጽዓር እዩ። ናይ ባዕሉ ፈጠራን ክእለትን ሓዊሱ ድማ ዝያዳ ሰሓቢ ከም ዝኸውን ይገብሮ። ሰባት ዝተፈላለየ ባህሪ ስለ እንውንን ሓደ ኮሜድያን ናብቲ ደልይዎ ዘሎ መስመር ከእትወና ኣለዎ። ነዚ ከማልእ ከኣ ኮሜድያን ሓያል ስራሕ እዩ ዝሓቶ። ንሰብ ካብ ከተሕርቆ ከተስሕቆ ከም ዝኸብድ ተረዲኡ ከኣ ወትሩ ብሓድሽ ትሕዝቶን ኣቀራርባን ሰብ ከስሕቕ ከይደቀሰ'ዩ ዝሓድር። ሓደ ካብቶም ንምክሓሎም ከኣ ኤርሚለ'ዩ። ኣብ ኮሜዲ ኾንካ መምህር ክትከውን ኣዝዩ ከቢድ ስራሕ'ዩ። ኤርሚለ ድማ ማይ ነፍሒ ብዓውዲ ረቂቕ ጥበብ ወይ ፋይን ኣርትስ ወዲኡ ኣብ ቤት ትምህርቲ ኣዱሊስ መምህር ምስ ተመደበ እቶም ተምሃሮ ከም ኮሜድያን እምበር ከም መምህሮም ስለ ዘይርእይዎ ዝነበሩ ንኽምህር ብዙሕ እዩ ዝሽገር ኔሩ እቶም ተማሃሮ ልክዕ ከም መሰተኦም ተማሃራይ እዮም ዝርእይዎ ኔሮም ከም ኮሜድያን ስለ ዝፈልጥዎ ከኣ ኣመና ፈኺስዎም ብዓቢኡ እውን ኤርሚለ ውዑይ ባህሪ ስለ ዝውንን ኣብ ክላስ ኣትዩ ቴብ ወሊዑ ምስቶም ተማሃሮ ይስዕስዕ ምንባሩ እዩ ዘዕልል እቶም ተማሃሮ ከኣ ክንዲ ዝመሃሩ ክርብሹ ጥራይ ስለ ዝርከቡ ርእሰ መምህር ናይ ቤት ትምህርቲ ኣዱሊስ ንኤርሚለ ኣብ ግዜ ዕረፍቲ ከም ድጄ ኮይኑ ጥራይ ክሰርሕ ሓበሮ። በዚ ድማ ኤርሚለ ክምህር ከም ዘይክእል ተገንዚቡ ናብ ጥበብ ኣድህቦኡ ጌሩ ሰርሐ። ኬፍ ኣለዎ፣ ሸበድበድን ካልኦትን ዝብሉ ሳጓታት ወጺዎ'ዩ። ወዲ ሰብ ሰሓቕን ፍሽኽታን'ዩ ዘምሕረሉ፣ ብርግጽ ክስሕቕ ድማ ዓቢ ጸጋ'ዩ። ፍሽኽታ ልክዕ ከምታ ሰዓትን መዓልትን ከይተጸባጸበት፣ ሙቐታ ከይበቐቐት፣ እትበርቕ ጸሓይ ንግሆ'ዩ ዝምሰል። ፍሽኽ ምባል ጽቡቕ'ዩ ጥራይ ዘይኮነ፣ ዘለዎ ጥዕናዊ ረብሓታት እውን ኣቃሊልካ ዝረኣ ኣይኮነን። ሰሓቕ ነቲ ብጸቕጢ ተወጢሩ ዝጸንሐ ሓንጎል ዘህድእ መድሃኒት ክኸውን እንከሎ፣ እቲ ዝበለጸ ጸረ-ቃንዛ'ውን'ዩ። ብዙሕ ጥዕናዊ ረብሓታት ስለ ዘለዎ'ዮም ሕክምናዊ መጽናዕትታት ወትሩ ሰባት ክስሕቑ ከም ዘለዎም ዝምህሩ። ናይ ሰሓቕ ጽቡቕ ነገሩ ዓዳሚ ወይ ኣማሕባሪ ምዃኑ'ዩ። ሰብ ብተፈጥርኡ ካልእ ሰብ ክስሕቕ እንተ ርእዩ ዋላ'ውን ዘይምልከቶ ክነሱ ብውሽጣዊ ድፍኢት ተደሪኹ ነቲ ሰሓቕ ይጽንበሮ። ማዕረ ማዕሪኡ ክርትም ኢሉ ይስሕቕ። ኣብ ሓንቲ ከተማ ዝኣተወ ተላባዒ ሰሓቕ፣ ካብ ቁጽጽር ወጻኢ ስለ ዝኸደ ንኣስታት ሽዱሽተ ወርሒ ዝኸውን ኣብያተ ትምህርቲ ከም እተዓጽዋ ዝገልጽ ጽሑፍ ኣንቢበ። ኤርሚለ ተመሃራይ ማይ ነፍሒ እንከሎ'ውን ኣዝዩ ተዋዛይን ሕውስን ምንባሩ'ዩ ዝፍለጥ። ከም ተጻዋታይ ኩዕሶ'ውን ንቑሩብ ግዜ ስፖርታዊ ኮይኑ ነይሩ'ዩ። ቁጽሪ ዓሰርተን ካቢተንን ጌሮም ኣሰለፍዎ። እንተኾነ ኤርሚለ ምስቲ መጋጥምቱ ሓላዊ ልዳት ኣብ ዕላል ኣትዩ ስርሑ ረሲዑ እዩ። ብድሕሪኡ እቶም ኣዕሩኽቱ ኣብ ኩዕሶ ተስፋ ስለዝሰኣኑሉ ኣብ ጥበብ ክደፍእ ጸቒጦም ተላበውዎ። ንምስላታት ትግርኛ ናብ ቋንቋ ኢንግሊሽ ተርጒሙ ባህልና ንዓለም ከላልያ ከኣ ምኽሪ ሃብዎ።

ቱደይ ኣዋር ቪለጅ ዳሜጅ ሰይቲ ቀሺ ዋሕሊለ ክትብል መጽሓፍ ቅዱስ ትሓጽብ ትርጉም ዘ ዋይፍ ኦፍ ፕሪስ ሺ ሰይስ ዛት ኣይ ኣም ፐርፌክት ሺ ወሽድ ኤ ባይብል ሰብኣይ ክልተ ኔው ነጀው ክብል ሞተ ዘ ሃስባንድ ኦፍ ት ገርልስ ሞር ዚጊዛግ ጌት ደድ ኤርሚለ እቲ ንጥፈታቱ ብምስላታት ጥራይ ኣይተሓጽረን ደርፍታት ውን ይትርጉም ኔሩ ዩ ገለ ካብኡ ከኣ ኣበይ ደሊኺ ኣደየ ኣብቲ ሩባ ዘሎ ወደየ ትርጉም Where are you going my mother in the front my boy። ኤርሚለ ወትሩ ዝደጋግሞ ቃሉ እንተድኣ ሃልዩ ወዲ ህዝቢ ምዃኑ እዩ። ነቲ ኣብ ሕብረተሰብ ኤርትራ ዘሎ ባህልን ልምድን ከኣ ኣዝዩ ዘድንቖ ብፍላይ ከኣ ኣብ ሕብረተሰብና ብፍላይ ኣብ እንዳ ሓዘን ዝካየድ ምጽንናዕ ነቶም ሓዘንተኛታት ንምጽንናዕ ተባሂሉ ዝዝረብ ዋዛታት ከኣ ማእለያ የብሉን ነዚ ብኣብነት ንምስናይ ከኣ ሓደ እዋን ወዲ ጀበሊ ኣብ እንዳ ሓዘን ከጸናንዕ ይኣቱ እሞ ሕራይ እዚ ነብሲ ሞይቱ ኣይኮነን ኣብ ሰብ ከኣ ኣብ እምኒ እውን ጽቡቕ ዕድሉ ኣሎ፣ ሕማቕ ዕድሉ እምኒ ኣሎ። ጽቡቕ ዕድሉ እምኒ ኣብ ቤተ ክርስቲያን ትሳለሞ፣ ሕማቕ ዝዕድሉ እምኒ ከኣ መማሶጒ ይኸውን ብምባል ከኣ ተዋዝዩ ነቶም ሕዙናት ኣስሒቕዎም እዩ። ኤርሚለ ከኣ ነዚ ተፈታዊ ባህሊ እዩ መመሊሱ ዘድምቖ። ኤርሚለ ኣብ ዓውዲ ኮሜዲ እታ ቀዳመይቲ ስርሑ ኮለል በሊ ሻሹ እትብል ኮይና ቀዳማይ ዓመት ምስ ወደኣ ኣብ ኮለጅ ማይነፍሒ'ዩ ሰሪሕዋ። እቶም ተዋሳእቲ ከኣ በዓል ጅግኑ፣ ወይንሃረግ፣ ቤኪ፣ ጫዳን ካልኦትን'ዮም ዝነበሩ። ኤርሚለ ድማ ኣብታ ናይ ፈለማ ስርሑ ምስ ዓበይቲ ስነጥበባውያን ክሰርሕ ምብቅዑ ኣዝዩ ዓቢ ዕድል ኮኖ። ካብኣ ቀጺሉ ከኣ እታ ዝሰረሓ ኮሜዲ ብፖስተር ተዘርጊሓ እንከላ ኣብ ዕስራን ኣርባዕተን ጉንበት ምስ ሰናይ ሰሎሙን፣ ወዲ ገዲም፣ ኮሜድያን ሃገርና መምር ሰለሙን፣ ደርሆ ሞይታ፣ ምስ ኩሊታ፣ ጽባሕ ቀብሪ እንዳቦይ ባታ፣ መን ሪኢዋ ማሓዙታ ዝብል ትሕዝቶ ዘለዋ ኮሜዲ ሰሪሑ። ኤርሚለ ካብ ስነጥበብ ወጻኢ ውን ብዙሕ ስርሓት ፈቲኑ ዩ እንተኾነ ህዝቢ ኤርትራ ብኮሜድያን ስለዝፈለጦ ዝኾነ ስራሕ ክሓትት እንከሎ ዝላገጽ ዘሎ ጥራይ ዩ ዝመስሎም ሓደ ግዜ ግን ከም ማናጀር ኣብ ሓደ እንዳ ባር ክሰርሕ ፈቲኑ ኣብ ዕስራን ኣርባዕተን ጉንበት ከኣ ጽቡቕ ከሳሲ ድሕሪ ምጽናሕ ኤርሚለ ስርሑ ገዲፉ መስተ ሰትዩ ክስዕስዕ ጀመረ ዋና ባር መጺኡ ማናጀር ካላ ስራሕኻ ገዲፍካ ትስዕስዕ ኣለኻ ምስ በሎ፣ ኤርሚለ ድማ ትቕብል ኣቢሉ ስቕ ደኣ በል ድሕሪ ፍርቂ ለይቲ በናጅር'የ ዝቕየር፣ ኣነ'የ ሻሕሻሕ ዝብል ኢሉ ከም ዘስሓቕዎ'ዩ ዝገልጽ። ኤርሚለ ሱሳ ፊሊም ሰሪሑ ሱሳ ቅርሺ ከም ዘይብሉ'ዩ ደጋጊሙ ዝዛረብ። እዚ ግን መለመኒ ክኾኖ ኢሉ ዘይኮነስ ወዲ ህዝቢ ምዃኑን ንህዝቢ ኤርትራ ሒዙ ኮሪዑ ብዘይ ገንዘብ ከም ዝጓዓዝን እዩ ዝገልጽ። ወትሩ ድማ ኤርሚለ ሓንቲ ዓይኑ ይሓፍር ዶ ኮይኑ እናበለ ይጸናናዕ። ኤርሚለ ብዙሕ ናይ ሂወት መስገደላት እዩ ሓሊፉ። ሳላ ህዝቢ ኤርትራ ግን ኩሉ ሽግራት ከይተጻዕደ ሰጊርዎ ይርከብ። ኤርሚለ ብሰንኪ ዝተፈላለዩ ሽግራት ካብ ጥበብ ተኣልዩኳ እንተተረኽበ ብምትብባዕ ኩላትና ኣፍቀርቲ ጥበብ ግን ናብ ንቡር ክምለስ ከም ዝከኣል ዘጠራጥር ኣይኮነን እሞ ኩላትና ኣጆዃ ክንብሎ ኢና ንላበወኩም። ዝኸበርኩም ተኻታተልትና ንሎሚ ዝበልናዮ ትሕዝቶ እዚ ዝሰማዕኹሞ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉይ ተስፋና። ኣብ ቀጻሊ ብኻልእን ሓድሽን ትሕዝቶ ክሳብ ንምለሰኩም በቶም ካልኦት መደባትና ክትዘናግዑ ሰናይ ሙንየትና እዩ። ክቡራት ተኻታተልትና ከም ወትሩ ሱታፌኹም ኣብ መደብና ዕዙዝ ስለ ዝኾነ ርእይቶ፣ መእረምታን ነቐፌታን ኣብ ምሃብ ኣይትሕመቑ። ከምኡ'ውን ብወገንና ክቐርብ ኣለዎ እትብልዎ መደባት ጆባእ ክንብለኩም ወትሩ ቅሩባት ኢና እሞ ከይተሰከፍኩም ሓብሩና። ኩሉ'ቲ ዝቕጽል መደባትና ኣብ ሰሰዓቱ መታን ክበጽሓኩም ከኣ ሳብስክራይ ብምግባር ነታ ናይ ደወል ምልክት ምጽቃጥን ሼርን ምባል እጃምኩም እዩሞ ኣይትረስዑ እናበልና ብምክትታልኩም ኣዚና ኢና ነመስግን። ኣብ ቀጻሊ ብኻልእ ዝተፈላለዩ መሃርን ኣዘናጋዕን ትሕዝቶታት ክሳብ እንራኸብ ሰላም፣ ጥዕናን ራህዋን ንኹልና። ሰሰናዩ!